ኣወዳት ይፋላልየ እዮም ሓደ ብጣዕሚ ተጸሚሙ ሽግራት ክሰግር ከሎ እቲ ሓደ ድማ ካብ ዝመጾ ፈተና ዝሃድም እዩ ገሊኡ ድማ ትዕግስተኛ ህዱእ ገሊኡ ድማ ዓቅሊ ዘይብሉ ኣንጸርጻሪ እንዳበልካ መቸም ብዙሕ ምጥቃስ ይከኣል ሓንቲ ግን ንኣወዳት ብጣዕሚ ተማሳስለኩም ጉዳይ ኣላ ዝኮነ ወዲ ሓያል ፍቅሪ ምስ ሓንቲ ጓል ክሕዞ ከሎ ነታ ጓል ምስማዕ ዝበለትኩም ነገር ምግባር ድሕር ዘይምባል እዩ። እዚ ባህርያት እዚ ካብ ተፈጥሮ ጀሚሩ ኣዳም ፈጣሪ ዝበሎ ገዲፉ ሄዋን ዝበለቶ እዩ ጌሩ። እቲ ጸገም እንታይ እዩ እንተይልና ብዛዕባ እቲ ሰብ ዘፍቀርናዮ ኣይግድሰናን እዩ። ምሉእ ኣቓልቦና ኣብቲ ውሽጣዊ ስምዒት እዩ። እቲ ስምዒት ስጋዊ ከምኡ ውን ኣእምሮኣዊ እዩ። ስለዚ ነዚ ድሌት ወይ ነዚ ስምዒትና ንምርዋይ ዝኾነ ዝመጸ ሕቶ የሕሊፍና ኢና ንህብ እምበር ብዛዕባ እቲ ኣፍቂርናዮ ዘለና ሰብ ናብ ህይወትና ንኽኣትዉ ከመይ ዝበሉ እዮም? ምሳና ይኸዱ ድዮም? ይመጣጠኑና ድዮም? ዝብል ሕቶ ፈጺምና ናብ ኣእምሮና ኣይነምጽእን ኢና። ከምዚ መታን ከይከውን ሎሚ ኣወዳት ክተፍቅሩ ከለኹም ወይ ድማ ኣፍቃሪት ክትሓርዩን ከለኹም ብዛዕባና ብዛዕባ ኣዋልድ ደቂ ኣንስትዮ ፍጹም ክትርስዕዎ ዘይብልኩም ክንርኢ ኢና። ሄቨነይ ምሳኹም ዘለኹ ከመይ ኣለኹም? እንቋዕ ናብዚ ቻነል ብሰላም መጻኹም እንዳበልኩ፣ ናብዚ ቻነል ሓድሽ እንተለኹም ሳብስክራይብ ክትገብሩ ብትሕትና እዕድም። ነቲ በብጊዜኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠቕቕዋ ኢኹም። ሰናይ ምክትታል። ቀዳማይ፣ ክተፍቅር ከለኻ ብፍጹም ገዛእ ርእስኻ ከይትርስዕ። ንኣብነት፣ ንሓንቲ ዝፈተኻያ ጓል ናይ ፍቕሪ ዕድመ ኣቕሪብካላ እንተ ነጺጋትካ፣ ኣብቲ እዋን እቲ ዝመጸካ ስምዒት ፍሉይ'ዩ፣ ትጭነቕ፣ ተስፋ ትቖርጽ። ትሓዝን ትሓርቕ ብሓጺሩ እዚ ስምዒት እዚ ዘመክሕ ኣይኮነን ናብ ኩላትና ዝመጽእ እዩ ግን ኣብዚ እዋን እዚ ገዛእ ርእስኻ እንተረሲዕካ ተመሊሳ ሓራይ ክትብለካ ወይ ካልኣይ ግዜ ክትሓስበሉ ዘሎ ዕድል ብጣዕሚ ታሕቲ እዩ ዝኸውን ብዝያዳ በቲ ዝሃበትካ መልሲ ተስፋ ቆሪጽካ ነብስኻ ትድርቢ እንተኾይንካ ወይ ከም ዝኸፍኣካ ትመስል እንተኾይንካ ፈጺምካ ኣይተደንግጻን ኢኻ መሊሳ እያ ድኣ ካባኻ ክትርሕቕ ብዙሕ ውን ኣይትስሕባን ኢኻ ስለዚ ዘጋጠመ የጋጥም ስምዒትካ ተቖጻጺርካ መን ምዃንካ ዘክር። ንዓኻ ዘይትግባእ ምሳኻ ዘይትማጣጠን ውን ክትከውን ትኽእል እያ። ንገዛእ ርእስኻ ዋጋ ሃብ። ኣብያትኒ ኢልካ ኣብ ገዛእ ርእስኻ። እንተድኣ ኣተኪርካ ተፍልጥ ኢኻ። ናታ ምኽንያት ሃልይዋ እንተድኣ ነጺጋትካ ግን። ክትቅበሎ እዩ ዘለካ። ንዓኣ ብምልማም ብምድዋል ደድሕሪኣ ብምኻድ ተጨንቕ ኣንተኾይንካ ግን መንዓቒኻ እዩ ዝኸውን። በንጻሩ ግን። እምቢ እንተኢላትካ ንዓኣ ዓቢ ዕድል ከም ዘምልጣ ዘሎ እንተርኢኻያ በቲ ኮንፊደንስካ ጠራይ ውን ካልኣይ ግዜ ክትሓስበሉ ትኽእል እያ። ገዛእ ርእስኻ ምስ ዘይትርስዕ ሕጉስ ምስ ትኸውን ሰባት ናባኻ ይሰሓቡ እዮም። በንጻሩ ደማ ገዛእ ርእስኻ እንተውዲቕካ ኣፍቃሪትካ ጠራይ ዘይኮነት ማንም ሰብ ምሳኻ ክኸውን ኣይደልን እዩ። ካልኣይ ሓደ ወዲ ፈጺሙ ክርስዖ ዘይብሉ ምስ ሓንቲ ጓል ፍቕሪ ምስ ዝሕዞ ክብሩ ምሕላው እዩ። ርዱእ እዩ ፍቅሪ ምስ ሓዘና ብዙሕ ነገር ሸለል ንብል ኢና ግን ኣብ ክብርካ መጺካ ግን ሸለል ከይትብል ሓራይ ክትብለኒ ወይ ከይትርሕቀኒ ኢልካ ክብረትካ እንዳ ተተንከፍካ ሸለል ኢልካዮ ክትሓልፍ ትክእል ኢካ እዚ ግን ኣብ ነዊሕ ዋጋ ከክፍለካ እዩ ዝኮነ ክብርካ ዝትንክፍ ቃላት ይኩን ካልእ እንተ ተዓዚብካ ብፍጹም ሸለል ከይትብሎ ክብርካ እንተ ረሲዕካ ኣብ ወላ ሓንቲ ኣይትበጽሕን ኢካ እዚ ኩሉና ኣዋልድ ንፈልጦ ኢና ብውሽጥኹም ካብ ፍቕሪ ንላዕሊ ክብረት ከም ትደልዩ ግን ንመብዛሕትኹም ኣይግለጸልኩምን እዩ። ዋላ እውን እንተ ተፈለጠካ ንስምዒትካ ተቖጻጺርዎ እዩ። በዚ እዩ ድማ ዝበለት ተበለት ዝገበረት ተገበረት ዘይትግደሰሉ። ኣቓልቦኻ ናብቲ ደሊኻዮ ዘለኻ ስምዒት እዩ ዝኸይድ። ስለዚ ሸለል እንዳበልካ ንሰሙናት ንኣዋርሕ እውን ክትከይድ ትኽእል ኢኻ። ከይድካ ከይድካ ግን መጨረሽትኡ ገዛእ ርእስኻ ክትጎድእ ኢኻ። ብዛዕባ ፍቕሪ ብዛዕባ ደቂ ኣንስትዮ ዘለካ ኣረኣእያ እውን ይቕየር እዩ። መወዳእትኡ ሕማቕ እዩ ዝኸውን። ስለዚ ክተፍቅራ ወይ ክትሓርያ ዝግበኣካ ጓል ክብረትካ ትሕሉ ክትከውን ኣለዋ። ሳልሳይ፣ ዝኾነ ወዲ ምስ ሓንቲ ጓል ፍቕሪ ምስ ሓዞ፣ ሓንቲ ጓል ዘይትርስዖ ፈጺማ ካብ ኣእምሮኣ ዘይተውጽኦ ነገር ሓደ ወዲ ትሪት ዝገብረላ መንገድታት እዩ። ኣዘራርባኻ፣ እትህባ ርእይቶ፣ ትሪት ትገብረላ መንገዲ ፈጺማ ኣይትርስዖን እያ። ስለዚ። ኣብቲ ናይ ፈለማ ሌላኹም ዝኾነ ሕማቕ ቃላት ወይ ዕላል ፈጺምካ ከይተውጽእ። ነዚ ፈጺማ ኣይትርስዖን እያ፣ ፈጺማ ድማ ንስምዒታ ካልኣይ ግዜ ክሃንጾ ይክእልኒ። ብፍላይ ናይ ብሓቂ እንተ ፈትያትካ ብሸለልትነት ዘይምለስ ቃላት ከይተውጽእ ተጠንቀቕ። ክብረት ትደሊ ጓል እንተ ኮይና ክብረታ ከይትትንክፍ ተጠንቀቕ። ፖስቲቭ ቃላት ክተውጽእ እዩ ዘለካ። ዋላ ኣፍቃሪትካ ኣይትኹን ማንም ጓል ንሓደ ፖስቲቭ ዝኾነ ወዲ ክብረት ዝህብ ወዲ ዘይትምነዮ ጓል የላን። ስለዚ ሓንቲ ጓል ክብረታ ዝትንክፋ፣ ልባ ዝሰብራ፣ ዝኽሕዳ ወዲ ፈጺማ ክሳብ ሞት ኣይትርስዖን እያ። ስለዚ ሓንቲ ጓል ፈጺማ ዘይትርስዖ ነገራት ንስኻ እውን ክትርስዖ የብልካን። ራብዓይ፣ ማንም ወዲ ናብ ሓንቲ ጓል ክቐርብ ከሎ ክርስዖ ዘይብሉ ብዛዕባኣ ምፍላጥ ይስዓብ እዩ። ከምቲ ኣቐዲምና ዝበልናዮ ብዛዕባ ሓደ ዝተገዳስናሉ ነገር ቅድሚ ምጅማርና ብዙሕ ኢና ሪሰርች ንገብር። ስራሕ ይኹን ትምህርቲ፣ ስፖርት ዝኣመሰሉ ቅድሚ ምጅማርና ብዙሕ ኢንፎ ኢና ንደሊ። ልክዕ ከምዚ ድማ ናብ ሓንቲ ጓል ናብ ህይወታ ቅድሚ ምእታውካ ኣጸቢቕካ ክትፈልጣ ፈትን። ምኽንያቱ ኣብ ልብና ናይ ፍቕሪ ስምዒት ጠራሕ ይስመዓና እምበር ብዛዕባ እቲ ሰብ ኣይግድሰናን እዩ። እቲ ፍቕራዊ ስምዒት ስለ ዝገዝኣና ማለት እዩ። ከይትርስዕ ብፍቕሪ ንዝቐረብካያ ሰብ ብዛዕባ። ብዙሕ ነገር ክትፈልጥ ፈትን ቅድሚ ሕጂ ኣፍቃሪ ኔርዋ ዶ እንታይ ኮይና ተፈላልያ እዛ ጓል እዚኣ እንታይ ዓይነት ሂወት ኔርዋ ብጣዕሚ ዝዓበየ መምዘኒ እዩ ምናልባት ቅድሚ ሕጂ ብካልእ ወዲ ልባ ዝተሰብረት ክትከውን ትክእል ኣባካ ሕነ ምፍዳይ ውን ክከውን ይክእል እዩ ስለዚ ናብ መን ከም ትኣቱ ዘለካ ፍለጥ ስድራቤታ ውን ጽቡቅ ጌርካ ኣጽንዓዮ ተዘይ ኮነ ደሓር ክትንሰ ኢኻ እንታይ ዓይነት ነገር እያ ትጸልእ እንታይ እያ ትፈቱ ከመይ ዝኣመሰሉ ፐርሰናሊቲ ኣለዋ ዝኣመሰሉ ቀለልቲ ኢንፎርሜሽናት ከማን ተወሲድካ ብቀሊሉ ናብ ሂወታ ክትኣቱ ክሕግዘካ እዩ ስለዚ ንሓንቲ ዝፈተኻያ ጓል ብፍጹም ክትርስዖ ዘይብልካ መን ምዃና ፍለጣ ሓምሻይ ኣብ ፍቅሪ ምስ ኣተኻ ፈጺምካ ክትርስዖ ዘይብልካ ነገር መግለጺ ፍቅርኻ ቃላት ምምራጽ እዩ ብስምዒት ፍቅርኻ ክትገልጽ ኢልካ ከማኺ የለን ብዘይ ብኣኺ ኣይነብርን'የ እንተዘይ ረኸብኩኺ ገለ ክኸውን'የ እዚ እመኑኒ ዝኾነት ትኹን ጓል ኣብዚ እዋን እዚ ሰልቺዋ እዩ ከማን ድራማ እዩ ዝመስላ ከም ሲርየስ ኣይትሪኦን'ያ ንስኻ እኮ ናይ ብሓቂ ኣብ ፍቕራዊ ስምዒት ጢሒልካ ትዛረቦ ዘለኻ ክኸውን ይኽእል'ዩ ንዓኣ ግን እመነኒ መጻወቲ እዩ ዝመስላ እዚ ኣብ ኩሉ እዩ ቃላትካ ይኹን ገንዘብካ ጊዜኻ መጠን ይሃልዎ ይመስለካ'ዶ ሓንቲ ጓል ብፍቕራ ዓዊርካ ገንዘብካ ኩሉ ጓሕጒሕካ እንታይ ሂብካያ ተፍቅረካ ዶ መስለካ ኖእ በንጻሩ እዩ ምሳኻ ፍቅራዊ ስምዒት ከይትምስርት ኢኻ ትዓጽዋ ዘለኻ ካልኣይ ድኻምካ እያ ትዕዘብ ዘላ ጽባሕ ንግሆ ውን ምስኣ ምስ ኮንካ ከምዚ ትገብር እዩ ዝመስላ ስለዚ ኣብ ኩሉ ፍቅርኻ ክትገልጽ ኢልካ ህያብን ግዜን ክትህብን ከለኻ ብዓቐን ባላንስ ግበሮ ምስጢራት ውን ይሃልኻ ኣብ ግዜኡ ምስ ኣኸሉ ዝንገሩ ፕራይቨት ዕላላት ኣይተውጻዮም ኩሩዕ ወዲ ኩን ተዓዘብ ስማዕ መልሲ ሃብ ዋጋኻ ኣርእያ ፈቲኻያ ኢኻ እምበር ግድን ዘለካ ነገር ምሃብ ኣይኮነን ከምዚ እንተ ጌርካ ኣባኻ ትህቦ ክብሪ ክትሪኦ ኢኻ ስለዚ ፍቅርኻ ትገልጸሉ መንገዲ ኣብ ኣተጥፍኦ ግዜ ባላንስ ግበሮ ዝተጋነነ ድሌት ከም ዘለካ ከይተርኢ ተጠንቀቅ።